ዕዙዝ ሰላምታና ተቐበሉ ዝኸበርኩም ተኸታተልቲ ናትና ቲቪ ንሎም እውን ዜናታት ውሽጥን ወፃን ሒዝናልኩም ቀሪብና ኣሎና ክሳብ ፍጻሜ ክትከታተሉና ብኽብሪ ንዕድም ሰናይ ምክትታል ቀንዲ ነጥብታት ዜና ኣሜሪካ ኤርትራዊ መራሒ ዓባይ መኪና ብዘጋጠሞ ሓደጋ ካብ ሓደ ነጥቢ ክልተ ሚልዮን ዶላር ዋሕስ ናብ ሸውዓተ ሽሕ ዶላር ብምውራዱ ካብ ቤት ማእሰርቲ ከም ዝወጸ ተገሊጹ። ኤርትራ፣ ንተልእኾ ሕብረት ኣፍሪቃ ኣብ ሕቡራት ሃገራት ብምውካል ኣቦ ወንበር ወርሒ ሚያዝያ ኮይና ከተገልግል ድሕሪ ምጽናሕ ናብ ጎረቤት ሃገር ኢትዮጵያ ከም ዘረከበት ተገሊጹ። ሜሪላንድ፣ ኣመሓዳሪ ግዝኣት ሜሪላንድ ዕስራን ኣርባዕተን ግንቦት ክልተ ሽሕን ዕስራን ሓሙሽተን መዓልቲ ናጽነት ኤርትራ ኮይና ክትበዓል ናብ ማሕበረ ኮም ኤርትራውያን ኣሜሪካውያን ምስክር ወረቐት ከም ዝለኣኸ ተገሊጹ። ኣሜሪካ፣ ትራምፕ ንዘቤታዊ ወጻኢታት ንምቕናስ ሚእትን ሱሳን ሰለስተን ቢልዮን ዶላር ባጀት ኣሜሪካ ክቕነስ ሓሳብ ከም ዘቕረበ ይግለጽ ኣሎ። እንግሊዝ፣ ሓደ ብናይ መጥፋእቲ ሓዊ ሰራሕተኛታት ፍሉይ ፍቕሪ ዘለዎ እንግሊዛዊ ንናይ ገዛእ ርእሱ ገዛ ሓዊ ከም ዘቃጸሎ ተገሊጹ። ኣሜሪካ ኤርትራዊ መራሒ ዓባይ መኪና ብዘጋጠሞ ሓደጋ ካብ 1.2 ሚልዮን ዶላር ዋሕስ ናብ 7,000 ዶላር ብምውራዱ ካብ ቤት ማእሰርቲ ከም ዝወጸ ተገሊጹ። ፖሊስ ኦስቲን ቴክሳስ ብዓርቢ ዓሰርተ ኣርባዕተ መጋቢት ንሓደ ጥርጡር ኣብ ልዕሊ ዓሰርተ ሸውዓተ መካይን ሓደ ህጻንን ሓደ ዕሸልን ዝርከብዎም ሓሙሽተ ሰባት ብምሟቶምን ኣብ ትሕቲ ቀይዲ ኣእትዩ ዝብል ዘሕዝን ዜና ሓደ ኤርትራዊ መንእሰይ ሰሚዕና ምንባርና ዝፍለጥ እዩ። እዚ መራሒ ዓባይ መኪና ዝኾነ ኤርትራዊ መንእሰይ ሰሎሙን ወልደንኪኤል ኣርኣያ ዝተባህለ ኮይኑ ካብ ቤት ማእሰርቲ ብናይ ሸውዓተ ሽሕ ዶላር ዋሕስ ካብቲ ተኣሲርሉ ዝነበረ ቤት ማእሰርቲ ትራቪስ ካውንቲ ወጺኡ ጉዳዩ ንኽከታተል ከም ዝተፈትሐ ይግለጽ ኣሎ። ወዲ ሰላሳን ሸውዓተን ዓመት ሰለሙን ወልደንኪኤል ኣርኣያ ድሕሪ'ቲ ብ ሓሙስ ዓሰርተ ኣርባዕተ መጋቢት ኣጋ ምሸት ኣብ ከባቢ ሰሜን ኦስቲን ኣብ ልዕሊ ዓሰርተ ሸውዓተ መካይን ድሕሪ ዘጋጠመ ሓደጋ ሓደ ህጻን ዝርከቦም ናይ ሓሙሽተ ህይወት ዝወሰደ ሕማቕ ኣጋጣሚ ክኸውን ከሎ ቁጽሮም ብርክት ዝብል እውን ኣብ ሕክምና ከም ዝኣተዉ ንዝከር እዩ። እቲ ኤርትራዊ መንእሰይ ድሕሪ'ቲ ሓደጋ ብኡንብኡ ኣብ ቀይዲ ክኣቱ ከሎ ፖሊስ ብመስተ'ኳ ከሲስዎ እንተነበረ፣ ጸኒሑ ግን ብተደጋጋሚ ብዝተገበረ ምጽራይ ካብ ዝኾነ መስተን ካልእ ነገራትን ነጻ ምዃኑ ቤት ፍርዲ ነቲ ናይ ፖሊስ ጸብጻብ ውዱቕ ገይርዎ ከም ዘሎ'ዩ ዝግለጽ ዘሎ። መዛግብቲ ቤት ፍርዲ ከም ዝሕብርዎ፣ ሰሎሙን ኣብ መጀመርታ ኣብ ቤት ማእሰርቲ ትራቪስ ካውንቲ ሓደ ነጥቢ ክልተ ሚልዮን ዶላር ዋሕስ ተባሂሉ ምንባሩ'ዩ ዝግለጽ። ኤርትራ፣ ንተልእኾ ሕብረት ኣፍሪቃ ኣብ ሕቡራት ሃገራት ብምውካል ኣቦ ወንበር ወርሒ ሚያዝያ ኮይና ከተገልግል ድሕሪ ምጽናሕ ናብ ጎረቤት ሃገር ኢትዮጵያ ከምዘረከበት ተገሊጹ።

ቋሚ ኣምባሳደር ኢኳቶርያል ጊኒ ኣብ ሕቡራት ሃገራት ኣንቶልዮ ዝተረከበት ክትከውን ከላ፣ ትማሊ ክልተ ሚያዝያ ክልተ ሽሕን ዕስራን ሓሙሽተን ድማ ናብ ጎረቤት ሃገር ኢትዮጵያ ኣብ ወርሒ ግንቦት ንወርሓዊ ኣቦ ወንበርነት ኮይና ንኽትመርሕ ንቐዋሚ ኣምባሳደር ኢትዮጵያ ኣብ ሕቡራት ሃገራት ኣቶ ተስፋይ ይልማ ሳቦ ከምዘረከበት እቲ ንተልእኾ ሕብረት ኣፍሪቃ ኣብ ሕቡራት ሃገራት ዘውጽኦ ሓበሬታ ኣነጺሩ። እዚ ሓላፍነታት እዚ ኣብ ውሽጢ ስርዓት ሕቡራት ሃገራት ረብሓታት ኣፍሪቃ ንምድንፋዕን ኣብ መንጎ ሕብረት ኣፍሪቃን ሕቡራት ሃገራትን ዘሎ ሽርክነት ንምሕያልን ኣዝዩ ኣገዳሲ ምዃኑ እቲ ውድብ የስምረሉ። እዚ ከምዚ ኢሉ እንከሎ ኣምባሳደር ወይዘሮ ሶፍያ ተስፋማርያም ምስ ምክትል ዋና ጸሓፊ ውድብ ሕቡራት ሃገራትን ጉጅለን ዘላቒ ምዕባለን ወይዘሮ ኣሚና ጃይ መሓመድ ኣብ ቀረባ እዋን ምስታ ብቋዋሚት ወኪል ሕቡራት ሃገራት ኣብ ኤርትራ ወይዘሮ ናህላ ቫልጂ ዝምራሕ ጉጅለን ከምኡ'ውን ኣብ ኤርትራ ዝርከብ ናይ ዩኒሴፍ ቦታታት ዝገበረቶ ዑደትን መብርሂ ከምዝሃበታን ገሊጻ። ኣምባሳደር ወይዘሮ ሶፍያ፣ ነታ ምክትል ዋና ጸሓፊ ውድብ ሕቡራት ሃገራት ዘተና ክትከታተልን ኣብ ቀርኒ ኣፍሪቃ ንዝረእ ዘሎ ምዕባለታት'ውን ክትፈልጥን ምዃናን ክትብል ሓቢራ። ሜሪላንድ፣ ኣመሓዳሪ ግዝኣት ሜሪላንድ፣ ዕስራን ኣርባዕተን ግንቦት ክልተ ሽሕን ዕስራን ሓሙሽተን መዓልቲ ናጽነት ኤርትራ ኮይና ክትበዓል ናብ ማሕበረ ኮም ኤርትራውያን ኣሜሪካውያን ምስክር ወረቐት ከምዝለኣኸ ተገሊጹ። ብስም ዜጋታት እዛ ሃገር ንዝግበኦ ክብሪ ኣፍልጦ ንምሃብ ናትካ ንምኽባር ዓለም ለኻዊ ጻዕርታት፣ መዓልቲ ናጽነት ኤርትራ ዕስራን ኣርባዕተን ግንቦት ክልተ ሽሕን ዕስራን ሓሙሽተን ከምኡውን ዜጋታት ብሓባር ተጸንቢሮም ዓቢ ኣኽብሮትን ኣድናቖትን ልባዊት ሰናይ ትምኒትናን ንዓስቢ ዘለዎን ተዘካርን ጽንብል ኣብ ዝገልጽሉ እዋን ነዚ ወግዓዊ ኣፍልጦ ምሃብና ሕጉሳት ኢና ክብሉ ናይ ኣመሓዳሪ ሜሪላንድ ዌስ ሞር ሌቴናል ኣመሓዳሪ ኣሩና ሚለርን ከምኡውን ናይ ጸሓፊት ጉዳያት ወጻኢ ሜሪላንድ ሱሳን ሲ ሊን ዝሓዘ ፌርማ ምስክር ወረቐት ነቲ ማሕበረ ኮም ከም ዝተዋህበ ተገሊጹ። ከም መርኣያ ናይቲ ኣብ ዝተፈላለየ ግዝኣታት ኣሜሪካ መዓልቲ ናጽነት ኤርትራ ብኣዋጅ መልክዕ ዝተፈላለዩ ሓለፍቲ ንኽትግበር መግልጺታት የውጽኡ ከምዘለዉ ዝፍለጥ እዩ። ኣሜሪካ፣ ትራምፕ ንዘቤታዊ ወጻኢታት ንምቕናስ ሚእትን ስሳን ሰለስተን ቢልዮን ዶላር ባጀት ኣሜሪካ ክቕነስ ሓሳብ ከምዘቕረበ ይግለጽ ኣሎ። ምምሕዳር ፕሬዝደንት ኣሜሪካ ዶናልድ ትራምፕ ብዓርቢ ክልተ ግንቦት ካብ ባጀት ፌደራል ሚእትን ስሳን ሰለስተን ቢልዮን ዶላር ንምጉዳል ሓሳብ ከምዘቕረበ ይግለጽ ኣሎ። እዚ ድማ ኣብ ዝመጽእ ዓመት ኣብ ትምህርትን ኣባይትን ዘጠቓለለ መዳያት ወጻኢታት ብዓብዩ ከቕንስ ምዃኑ'ዩ ዝግለጽ ዘሎ። ኣብ ርእሲኡ ድማ ንምክልኻልን ኣብ ድሕነት ዶባትን ዝውዕል ወጻኢታት ክውስኽ'ዩ ክብል ተገሊጹ። ምምሕዳር ትራምፕ እቲ ዝቐረበ ባጀት ንወጻኢታት ድሕነት ሃገር ካብቲ ኣብ ክልተ ሽሕን ዒስራን ሓሙሽተን ዝወጸ ደረጃታት ብኣስታት ሱሳን ሓሙሽተ ሚታዊት ከም ዝዕበየ ገሊጹ። ቤት ጽሕፈት ምሕደራን ባጀትን ዋይት ሃውስ ኣብ ዘውጽኦ መግለጺ፣ ንወለንታዊ ወጻኢታት ዘይምክልኻል፣ ንሰፊሕ ማሕበራዊ ድሕነትን መደባት ሜዲኬር ከምኡ'ውን ምውሳኽ ወጻኢታት ሃገራዊ ክፍሊት፣ ዘሎ ናይ ወለድ ዕዳ ካብ ክልተ ሽሕን ዓሰርተ ሸውዓተን ንደሓር ብዒስራን ሰለስተ ሚእታዊት ናብ ዝተሓተ ደረጃ ምተቖርጸ ነይሩ ክብል እቲ ጸብጻብ ኣረዲኡ። እቲ ዝቐረበ ባጀት ካብቲ ግብሪ ዝእክብ ኣገልግሎት ዘቤታዊ እቶት እታ ሃገር ልዕሊ ክልተ ቢልዮን ዶላር ክብትኖ ምዃኑ'ዩ'ውን ገሊጹ። ትራምፕ ናብ ስልጣኑ ካብ ዝምለስ ንደሓር ዘቕረቦ ናይ መጀመርታ ባጀት፣ ኣብ ጸጥታ ዶባት ወጻኢታት ንምዕባይ ዝኣተዎ መብጽዓታት ንምዕዋት ዝዓለመ ምዃኑ'ዩ ዝግለጽ ዘሎ። ኮንግረስ ዲሞክራትስ ነቲ ምጉዳል ወጻኢታት ውሽጢ ሃገር ኣዝዩ ከቢድ ክብሉ ብምግናን፣ ገለ ሪፓብሊካን ድማ ኣብ ምክልኻልን ካልእ መዳያትን ዝግበር ወጻኢታት ክዓቢ ከም ዝጸውዑ እቲ ጸብጻብ ገሊጹ። ኣብዚ ወሳኒ ህሞት ታሪኻዊ ባጀት የድልየና እዩ፣ ንመዋእለ ንዋይ ውድቀትና ዘብቅዕ፣ ንኣመሪካውያን ቀዳምነት ዝህብ፣ ከምኡ ንወተሃደራውን ድሕነት ሃገርናን ተራእዩ ዘይፈልጥ ደገፍ ዘቕርብን ክብል ዳይረክተር ቤት ጽሕፈት ምሕደራን ባጀት ሩስ ቮት ኣብቲ መግለጺ ጠቒሱ። መንግስቲ ፌደራል እናዓበየ ዝኸይድ ዘሎ ሰላሳን ሽዱሽተን ትሪልዮን ዶላር ዕዳ ከምዘለዎን ገለ ዓቃባውያን ፊሲካላትን ክኢላታት ባጀትን ድማ ትራምፕ ኣብ ክልተ ሽሕን ዓሰርተ ሸውዓተን ዝገበሮ ምጉዳል ግብሪ ንምንዋሕ ዘቕረቦ እማመ ክውሰኸሉ እዩ ዝብል ስክፍታ ከምዘለዎም ገሊጾም። እቲ ዕባራ ባጀት ዝበሃል ኣብ ኮንግረስ ንዝርከቡ ሪፓብሊካን ሰራሕተኛታት ማሕበራዊ ኣገልግሎት ናይ ወጻኢታት እማመታት ምህናጽ ንምጅማር መደባት ዝህቦም ቀዳምነታት ምምሕዳር ዝገልጽ ዝርዝር እዩ። ትራምፕ ነቲ ብሪፓብሊካን ዝቆጻጸሮ ኮንግረስ ኣብ ክልተ ሽሕን ዓሰርተ ሸውዓተን ኣብ ቀዳማይ ናይ ስልጣኑ ዝወጸ ምጉዳል ግብሪ ከናዋውሕን ይደፍኦ ከምዘሎ'ዩ ተገሊጹ ዘሎ። እዚ ድማ ኣብ ልዕሊ ዕዳ እታ ሃገር ሓሙሽተ ትሪልዮን ዶላር ክውስኽ ከምዝኽእል ዝገልጹ ዘይወገናውያን ዝኾኑ ትንበያታት የረድኡ። ኣሜሪካዊት ሪፓብሊካን ሴነተር ሱዛን ኮሊንስ ላዕለዋይ ምምዝማዝ ናይቲ ባይቶ ዝሑል ግብረመልሲ ምሃባ ተገሊጹ። እዚ ሕቶ ደንጉዩ ናብ ኮንግረስ መጺኡ ኣሎ። ኣገዳሲር ዝርዝር ድማ ክሳብ ሕጂ ኣይተፈልጠን ዘሎ ብምባል ካብቲ ናይ መጀመርታ ገምጋም ዝገበርከዎ መሰረት ግን ከቢድ ተቓውሞ ኣለኒ ክትብል ኮሊንስ ካብ መይን ሓቢራ። ንሳ ወጻኢታት ምክልኻል ኣዝዩ ትሑት ምዃኑ ስክፍታታታ ብምጥቃስ ትሑት እቶት ዘለዎም ኣሜሪካውያን ገዝኦም ንኽኣልዩ ዝሕግዝ መደባት ምቁራጹ ስክፍታ ከምዘለዋ ገሊጻ። ንሳ ኣስዒባ፣ ናይ መወዳእታ ምቁጽጻር ሓይሊ ዝሓዘ ኮንግረስ እዩ ክትብል ትገልጽ። እቲ እማመ ባጀት ንኤጀንሲ ኣህግራዊ ልምዓት ኣሜሪካ ኣብ ዝወሓጠሉ ዘሎ እዋን ኣብ ሚኒስትሪ ጉዳያት ወጻኢ ሓምሳ ቢልዮን ዶላር ምጉዳል ክግበር ይጽውዕ። እቲ እማመ ኣብ ልዕሊ ኣገልግሎት ዜቤታዊ እቶት ክልተ ነጥቢ ኣርባዓን ትሽዓተን ቢልዮን ዶላር ምጉዳል ዝሓትት ኮይኑ፣ ሓደ በዓል ስልጣን ባጀት ዋይት ሃውስ ፕሬዝደንት ነበር ጆ ባይደን ኣጽዋር ምትግባር ኣገልግሎት ዘቤታዊ እቶት ከም ዘብቅዐ ገሊጹ። ዘይወገናውያን ተንተንቲ፣ ምጉዳል ኣገልግሎት ዘቤታዊ እቶት ንተኣኻኽባ ግብሪ ክጎድል ከም ዝኽእልን በዚ ድማ ኣብ ሕጽረት ባጀት እታ ሃገር ኣበርክቶ ክህልዎ ከም ዝኽእልን ይዛረቡ። ቤት ጽሕፈት ምሕደራን ባጀትን ኣብ ናሳ ናይ ወርሒ መደባት እውን ቅልጡፍ ምጉዳል ክግበር ምጽውዑ ተገሊጹ። እዚ እማመ፣ ትራምፕ ሚኒስትሪ ትምህርቲ ክዓጽዎ ወይ ኣዝዩ ከጉድሎ ምዃኑ ዝኣተዎ መብጽዓ ዘስፋሕፍሕ ምዃኑ'ዩ ዝግለጽ ዘሎ። ካብ ትሑት እቶት ዘለዎም ስድራቤታት ንዝመጽኡ ህጻናት ዝወሃብ ምወላ ክዕቅብ እንከሎ፣ ካብ ጠቕላላ ባጀት'ቲ ክፍሊ ግን ኣስታት ዓሰርተ ሓሙሽተ ሚእታዊት ክቕነስ ምዃኑ'ውን ተገሊጹ። ንመደባት ሓገዝ ኣባይቲ ዝከታተል ክፍሊ ኣባይትን ልምዓትን ከተማን ዝወሃብ ገንዘብ ዳርጋ ብፍርቂ ክቑረጽ ከምዝኽእል እቲ ጸብጻብ ኣረዲኡ። እንግሊዝ፣ ሓደ ብናይ መጥፋእቲ ሓዊ ሰራሕተኛታት ፍሉይ ፍቕሪ ዘለዎ ኢንግሊዛዊ ንናይ ገዛእ ርእሱ ገዛ ሓዊ ከም ዘቃጸሎ ተገሊጹ። ሓደ ኣብ ዓባይ ብሪጣንያ ዝነብር መንእሰይ፣ ሰራሕተኛታት መጥፋእቲ ሓዊ ብተግባር ክርእዮም ጥራይ ብምሕሳብ ኣብ ሓንቲ ለይቲ ክልተ ግዜ ኣብ ገዛእ ገዝኡ ሓዊ ከም ዘቃጸለ ድሕሪ ምእማኑ ናይ ማእሰርቲ ፍርዲ ከም ዝተዋህበ ተገሊጹ። እቲ ወዲ ዕስራን ሽዱሽተን ዓመት ጀምስ ብራውን ዝተባህለ ኢንግሊዛዊ፣ ካብ ባርዕ ሓዊ ንላዕሊ ምስ ሰራሕተኛታት መጥፋእቲ ሓዊ ዘለዎ ውጥረት ከም ዝምሰጥ ተገሊጹ። ኣብ ዝሓለፈ ወርሒ፣ ጀምስ ብራውን ኣብ ክልተ ሽሕን ዕስራን ሰለስተን ብዝፈጸሞ ገበናት ን ሚእትን ሓምሳን ሰዓታት ብዘይ ደሞዝ ክሰርሕን ንኽልተ ዓመት ናይ ስራሕ እገዳን ናይ ሸሞንተ ኣዋርሕ ማእሰርትን ተፈሪድዎ። ጠበቕኡ ኣዝዩ ጣዕሳ ከም ዘለዎን ኣብዚ እዋንዚ ድማ በቲ ዘለዎ ጭንቀት ሓገዝ ይደሊ ከም ዘሎን ገሊጹ። ካብ ዝእሰር ጀሚሩ ምስ ክፍሊ መጥፋእቲ ሓዊ ካብ ዝኾነ ርክብ ተቖጢቡ ምህላዉን እቲ ጸብጻብ ኣረዲኡ።